ኣቶ ገዱ ኣንዳርጋቸው ንወደብ ዓሰብ ዝምልከት ሚስጢራት ከምዘውጸእ ተገሊጹ። ሁሉም የኢትዮጵያ ግዛት ደግሞ የመከላከያ ግዛት ነው። እኛ ወደ ባህር ባር ብንጠጋ ምን እንደምንጎዳቸው። ጻዕዳስ ይነብሕ እምበር ኣይነክስን ኢልዎ ኢሳያስ ኣፈወርቂ። ሕዚ ከም ናይ ቀደም ኣይኮነን እቲ ይረኣ ኣሎ እቲ ኩነታት። ሓቀይ ዶ ትግራይ ተዓፅያ ዶ ሰለስተ ስሳን ዲግሪ? ስርዓት ብልፅግና ናብ ወሰና ወሰን ትግራይ ተወሳኺ ሰራዊት የፀግዕ ከምዘሎ ተፈሊጡ። ሕዚ ከቢድ መኸት እዩ ዝመፀና ዘሎ ሕብሕቢተይ ገርካ ሕዚ ምቅባር ኣየድልን። ሰላም ሰላም ኩቡራት ተከታተልተይ ከመይ ትኮኑ ሎሚ ውን ህልውን ኣዛራራብን ዛዕባ ሒዘልኩም መጽእ ዘለኩ ብኣኩም ከምቲ ልሙድ ነዚ ቪድዮ እዚ ላይክ ገርኩም ብምጅማር ክሳብ መወዳእታ መደበይ ምሳይ ጽንሑ ሓደሽቲ ነዚ ቻነል ዝኮንኩም ሳብስክራይብ ብምግባር ቤተሰብ ኩኑ ብምባል ናብቲ ፈላማይ ቪድዮ እስከ ክወስደኩም ሓቢርና ንከታተል። ኣቶ ገዱ ኣንዳርጋቸው ንወደብ ዓሰብ ዝምልከት ሚስጢራት ከምዘውጸእ ተገሊጹ። ኣብቲ ኣብ ትግራይ ዝተኻየደ ኲናት ክልተ ሽሕን ዕስራን ኣብ መንጎ ፌደራል መንግስቲ ኢትዮጵያን ሓይልታት ትግራይን ዝተኻየደ ኲናት ካሊእ ገጽ ከምዝነበሮ ሓደ እዋን ንናይ ኢትዮጵያ ቀዳማይ ሚኒስተር ናይ ጸጥታ ኣማኻሪ ዝነበረ ኣቶ ገዱ ኣንዳርጋቸው ገሊጹ። እቲ ኢትዮጵያዊ ፖለቲከኛን በዓል ስልጣን ነበረን ኣብ ዝሃቦ መግለጺ ኣብ እዋን ኩናት ብልጽግና ንጀነራል ጻድቃን ጌታቸው ረዳን ሒዞም ንኤርትራ ንምውራር ወሲኖም ምንባሮም ከቃልዕ እንከሎ ኣብ መንጎ እቶም ሓይልታት ብዝተፈጠረ ዘይምርድዳእ ከም ዘይተተግበረ እውን የንጽር። ኣብ መንጎ ኩናት ኣብ መንጎ ፌደራል መንግስትን ክልል ትግራይን ርክብ ምክያዱን ኣብቲ ርክብ ናይ ካሊእ ሃገር ሓይሊ ምዃኑ ንዝተጠቐሰ ሰራዊት ኤርትራ ንምጥቃዕ ውዲት ምሕንጻጹ እውን ኣብ በበይኑ እዋን ክሕበር ዝጸንሐን ዘሎን ምዃኑ ዘምልክቱ ወገናት ኣብዚ ግዘ እዚ ኣብ መንጎ ብልጽግናን ገለ ኣባላት ትግራይ ዝካየድ ዘሎ ርክባት ካብ ነዊሕ ግዘ ዝፀንሐ ምዃኑ ይግለፅ። ኣብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ትሽዓተን ናይ ክልል ኣምሓራ ፕረዚዳንት ኮይኑ ዝሰርሐ ገዱ ኣንዳርጋቸው ካብ ክልተ ሽሕን ዓሰርተ ትሽዓተን ክሳብ ክልተ ሽሕን ዕስራን እውን ናይ ኢትዮጵያ ሚኒስተር ወፃኢ ጉዳይ ኮይኑ ምስርሑ ይዝከር። ፕረዚዳንት ክልል ኣምሓራን ሚኒስተር ወፃኢ ጉዳይ ኢትዮጵያ ዝነበረን ኣቶ ገዱ ኣንዳርጋቸው ኣብቲ ዝሃቦ መግለፂ ኣብዚ ኣብ ቀይሕ ባሕሪ ኤርትራ ነዊሕ ገምገም ባሕሪ ዘለዋ ሃገር እያ፣ ኣብዚ እዋን እዚ ኣብ ማእከላይ ምብራቕ ሓያል ሃገር ክትከውን ትወዳደር ዘላ፣ ገምገም ቀይሕ ባሕሪ ክትቆጻጸር ትደሊ ሃገር ኣላ፣ እዚኣ ከኣ ሕብራት መሬት ዓረብ ትበሃል ሃገር እያ። ስለዚ ንኤርትራ ነጋጨው ዘለና ንሃገራዊ ረብሓ ኢትዮጵያ ዘይኮነ ንረብሓ ሕብራት መሬት ዓረብ እዩ። በዚ ምኽንያት ሕብራት መሬት ዓረብ ንወደብ ዓሰብ ንምልማዕ ሒዛቶ ነይራ ኣብ ውሽጢ ሓጺር ግዜ ኣብ ውሽጢ ኣርብዓን ሸሞንተን ሰዓታት ውጹ ኢሎሞ ጌጋ ክገብሩ ዝተትሓዙ ይመስለኒ ዋላኳ ብንጹር እንተዘይተገለጸ ብዙሕ ግዜ ምስ ኤርትራ ዘጋጭወና ዘሎ ተልእኾ ኤምሬት ዓረብ ንምፍጻም'ዩ ኢሉ። ኦኬ ኹቡራት ተኸታተልተይ እዚ ኻብ ራእና ናብ ዝቕጽል ቪድዮ ኽወስደኩም ከለኹ ውን ሞጎሳ ንህዝቢ ኤርትራን ንመንግስቲ ኤርትራን ዩ ዘሎ እዚ ሰብ ዳዊት ይብሃል ምናልባት ኣብቲ ጽሑፍስ እኳ ዳዊት ንመንጆሪኖ ሓዋ ን ንጸሓፊት ናይ ህወሓት ማለት እዩ ውድብ ህወሓት ማለት እዩ መቸስ ኩላህና ከም ንፈልጣ ሞንጀሪኖ ማለት እዩ ንዓኣ ሓዋ ኢሎም እዮም ጽሒፎሞ ዘለዉ ብዝኾነ ንሱ እንታይ እዩ ዝብል እዚ ሰብ እዚ ህዝቢ ኤርትራ ብጣዕሚ ኣብ ኤርትራ ዝደለኻዮ ነገር ክትገብር ጸገም ዝበሃል ይብሉን ምኽንያቱ ሰላም ዘለዎ ዓዲ መን ኣቲኻ በየን ወጺኻ ዝብል እውን የብሉን ክሳብ ዋላ ናይ ምሸት'ውን ከም ድላይ ከኣ ከትዛወር ከተማታት ኤርትራ ብፍላይ ኣስመራ ውን ፖሊስ ኣይትሪኤሉን ኢኻ በትሪ ዝሓዘ ዘዋጥውጥን ጠቕላላ የብሉን ንባዕሎም ሰራሕተኛ መንግስቲ እንትኾኑ ውን ብመኪና ናይ መንግስቲ ጌሮም ዝዛወር ዋላ ሓደ ኣይትረክብን ኢኻ ክሳብ ሕሉፍ ሓሊፉ ብረዘንቲ ኢሰያስ ኣፍወርቂ ውን ኣብ ካብ ስራሕ ኔሩ ብ እግሩ ክመጽእ ከሎ ኢና ሰላም ንብሎ እዩ ዝብል ብዝኮነ ናብቲ ቪድዮ እስኪ ክወስደኩም ሓቢርና ንከታተል።
ኣብ ኤርትራ ዝረኣኽዎ ሰላም ካብ ኣስመራ መንደፈራ ኬድና ኣብ መገዲ ሓደ ወታደር ሓደ ፖሊስ ዕጡቕ ኣይረኣናን ካብ ኣስመራ ባጽዕ ኬድና ሓደ ወታደር ሓደ ፖሊስ ዕጡቕ ኣይረኣናን ኣብ ኣስመራ ኣይኮነን ዶ ዕጡቕ ወተሃደርን ፖሊስን ክሕሉስ በትሪ ሒዙ ዝኸይድ ፖሊስ እውን የራና። ክትኣቱ ከለኻ ናብ ሆቴል መን ኢኻ ኢሉ ዝሓተካ ይብልካ ተፈተሽ ኢልካ ኢድካ ሓፍ ብል ዝብለካ ይረኣናን ምሸት ክትዝውር ከለኻ ከም ድላይካ ትብል ዝሓተካ ሰብ የለን። ሚኒስተራት ሰበ ስልጣናት ድሕሪ ሰዓት ዓሰርተ ክልተ ብናይ ሓበሻ ኣቆጻጽራ ሰዓት ሽዱሽተ ብናይ ፈረንጅ ኣቆጻጽራ ማንም ሚኒስተር ናይ መንግስቲ መኪና ክሕዝ ኣይፍቀደሉን። ህዝባውነት እዩ ዘርእየካ። ስልጣን ማለትን ህዝቢ ምግልጋል ማለትን እንታይ ምዃኑ ኢኻ እትርእዎ። ኣብ መገዲ ኢና ንረኽቦም ነርና። ካብ መኪና ወሪድና ብእግሮም ክኸዱ ኣለዎ። ሓላዊ የብሎም፣ ዘብዐኛ የብሎም። ከም ማንም ተራ ሰብ ተራ ሰበይና እዮም ዝብሉ። ኣብ መገዲ ርኪ ነቶም ዓበይቲ ሰበ ስልጣናት እውን ከይተረፈ ኣብ መገዲ ከምዚ ኣጋጣሚ ኮይኑ ክቡር ኣቶ ኢሳያስ እውን ክልተ ሰለስተ ግዜ ረኪብናዮም ኢና ርኢናዮም ኢና ኦ ኣቶ ኢሳያስ ይሓልፈ ኣለዉ ኦ ኣቶ ኢሳያስ ሓሊፎም ከይዶም ክበሃል እንከሎ ኣበዮም ዝውዕሉ ዲጋ ክሰርሑ ግድብ ክሰርሑ መገዲ ክፀርጉ ዳስ ዋት ኢት ኢዝ ተወፋይነት ህዝባዊነት ማለት ንሱ እዩ። ስለ ከነዋዳደር እንድሕር ኮይናስ ናብ ካልእ ክንከይድ ስለ ዘይደለኹ እየ። ናብታ ሕቶኻ ንክምለስ እቲ ናተይ ትዕዝብቲ ናይ ኤርትራ ብደገ ኮንካ ትሰምዖ ኣብ ውሽጢ ኮንካ ትሪኦን በበይኑ ኮይኑ ስለ ኮይኑ ስለ ከይበይኑ ክብል ኢለ እየ እዚኣ ድማ ናተይ ጥራሕ ኣይኮነትን እዛ ዘረባ እዚኣ ከይዱ ስመራ ዝርእዩ ዝመጽ ብዙሓት ድሕሬና ስለ ዝኸዱ ጋዜጠኛታት ከይዶ እዮም ከይዶም እዮም ሰብ ናይ ፖለቲካ ፖለቲሻንስ ከይዶም እዮም ስለዚ ሪኦሞ እዩ ኦኬ ብጣዕሚ ደስ ዘብል ምስክረነት እዩ ምናልባት ኣብዚ ናይዚ ሰብ እዚ ዝተፈለየ ሓሳብ ምስ ዝህለኩም ኣብ ቦታ ኮመንት ኣቐምጡ እንዳበልኩ ናብ ዝቕጽል ቪድዮ ክወስደኩም ከለኹ ውን ናይ ጥልያን ኣምባሳድር ናይ ኤርትራ ኣብ ጥልያን ማለት እዩ ዘሎ ንሱ እንታይ እዩ ዝብል ኣብ መግለጺኡ ማለት ኤርትራ ናይ ማንም ሃገር ጸግዒ ኣይኮነትን ናይ ኢራን ትኹን ናይ ካልኦት ሃገራት ብዘየገድስ ልእላውነታን ኽብራን ዓቂባ እትኸይድ ሃገር እያ እዩ ዝብል ብዝኾነ እስኪ ናብቲ ሙሉእ ትሕዝቶ ክወስደኩም ንከታተል።
ኤርትራ መሳርሒት ናይ ኢራን ወይ ናይ ወጻኢ ሓይልታት ኣይኮነትን። ኣምባሳደር ኤርትራ ኣብ ኢጣልያ ኣቶ ፍስሃጽዮን ጴጥሮስ ኣብ ሓንቲ ጋዜጣ ናይ ኢጣልያ ኣብ ዘስፈሮ ጽሑፍ፣ ኤርትራ መሳርሒት ኢራን ወይ ካልእ ናይ ወጻኢ ሓይሊ ከምዘይኮነት ጠቒሱ። ኣምባሳደር ፍስሃጽዮን ጴጥሮስ ኣብቲ ናብታ ጋዜጣ ዝለኣኾ ጽሑፍ፣ ኤርትራ ንኢትዮጵያ ብመገዲ ወደብ ዓሰብ ንግዳዊ ምንቅስቓስ ክትገብር ከምዘይከልከለታ ብምግላጽ፣ ተጠቃምነት ወደባት ኤርትራ ብናጻ ንግዳዊ ስምምዕ ንክልቲኣን ሃገራት ተጠቀምቲ ብዝገብር ዝከናወን ምዃኑ ኣረዲኡ። ኣምባሳደር ፍስሃጽዮን ኣብ መንጎ ተጠቃምነት ወደብን ሕቶ ልኡላውነትን ግዝኣታዊ ቁጽጽር ወይ ቀዋሚ ወተሃደራዊ ህላወ ንጹር ፍልልይ ከምዘሎ ብምሕባር፣ ኢትዮጵያ ኣገልግሎት ወደብ ክትረክብን ናይ መተሓላለፊ ኮረድዮ ክህልዋን ክትዛተ'ምበር ፈጺማ ዋንነት ወደብ ክትሓትት ከምዘይትኽእል ኣረዲኡ። ኣምባሳደር ፍስሓጽዮን፣ ዓሰብ ዘይትቕየር ኣካል ልኡላዊ ግዝኣት ኤርትራ ምዃና ኣስሚሩሉ። ኣምባሳደር ፍስሓጽዮን፣ ምስ ኢራን ተኣሳሲሩ ዝወሃብ ትረኻ ክዕረ ከም ዘድልዮ ብምብራህ፣ ወደብ ዓሰብ ንኢራን ከም ዝተዋህበ ኣምሲልካ ዝወሃብ መግለጺ፣ ኢትዮጵያ ነቲ ዘለዋ ባህጊ ኣህጉራዊ ደገፍ ንምርካብ ብምባል እትህቦ መግለጺ ምዃኑ ኣነጺሩ። ኤርትራ ናይ ኢራን ወይ ናይ ካልኦት ናይ ወጻኢ ሓይልታት መሳርሕት ከም ዘይኮነት ዝሓበረ ኣምባሳደር ፍስሓጽዮን፣ ኤርትራ ንኢራን ሓዊስካ ምስ ብርክት ዝበላ ሃገራት ንቡር ዲፕሎማስያዊ ዝምድና ከተካይድ መሰላ ምዃኑ ኣነጺሩ። ኦኬ ክቡራት ተኻታተልቲ እዚ ካብራና ናብ ዝቅጽል ቪድዮ ክወስደኩም ከለኩ ከኣ ኣብዚ ግዜ እዚ ጽምዶ ኣበየናይ ደረጃ ኣሎ እዩ ዘብል ብዝኮነ ስተሊኒ ሒዝዎ ዝወጸ ሓድሽ ቪድዮ ኣሎ ስተሊኒ እንታይ እዩ ዝብል ቅድሚ ሕጂ ጽምዶ ብትክክለኛ እንተ ዝሰርሕስ ነዳዲ ትግራይ እንዳተሸገረት ከላ ደኣ ብኤርትራ ገሩ ዘይኣቱ ይበሃል ነሩ ሕጂ ግን እንታይ ርኣየን ክሳብ ኣላማጣ ዝራገፋ ዘለዋ እዩ ዝብል እዚ ዶ ኣይኮነን መርትዖ ናይ ጽምዶ እዩ ዝብለና ዘሎ ብዝኮነ እስኪ ናብ ስተርሊኒ ክወስደኩም ሪኢናዮ ንመለስ። ሕዚ ከም ናይ ቀደም ኣይኮነን ከም ናይ ቀደም ኣይኮነን ክም ትለና ናቲ ይረኣ ኣሎ ኩነታት ሓቂ ዶ ትግራይ ተዓጽያ ደ ሰለስተ ስሳን ዲግሪ ኣይተዓጸትን እኮ ሓቂ ዶ ነዳ ደበይ ኣሎ ኣላማጣ እስካብ ነዳ እስካብ ኣላማጣ የብፅሐን ድዩ እስካብ ኣላማጣ ነዳዲ የበፅሐን በበይ ዝመፀ ነዳዲ እዩ እዚ በበይ ዝመፀ እዩ ብልፅግና ዓንገር ናበለ ይሕደ ረፍቲ ኬርያ መን እያ ትበሃል እታ ኣልማዝ ትበሃል ምስክነይቲ ቆልዓ ሰበይተላ ኣይወደ ይጓል ፅምዶ ዳ ይብሎ ነሩ ታዳ ነዳዲ ዘየምፅእ ነራ ኢትዮጵያ ቴሌቪዥን ከዳ ትዕንግር ነራ ከምኡ ዝበሃል የለን ሕዚ ናይ ትግራይ በጀት እውን ሪኢኹምዎ ኣለኹም ወዲኣ እያ ትግራይ ብዙሕ ነገር ኣኼዳ 65 ቢልዮን ልዕሊ 65 ቢልዮን ኣፅዲቖም ኣለዉ ዘይብሉ ኣቺቪት ትግራይ ዓቕሚ ኣለዋ እዚ ኣቺቭ ክትገብር በይኑ ብልፅግና ዝጉሕጦ ዝነበረ ወርቂ ኣሎ ኣብ ትግራይ ልዕሊኡ ናይ ትግራይ ዓቕሚ ስሳን ሓሙሽተን ጥራሕ ኣይኮነን ልዕሊኡ እዩ ንመጀመሪ ፅቡቅ ይኹን ግን ልዕሊኡ ክገብሩ ከም ዝኽእሉ ግን ጥርጥር የብሉን ዝሰርሕ ሰብ ተተረኺቡ ነዚ ዘስርሕ መሪሕነት እውን ተተረኺቡ እዚ ጉዳይ እውን ኣብ ሓፂር እዋን እዚ ናይ መኸተ ዝተናውሐ ዶክተር ደብረፅዮን ኣብቲ ቤት ምክሪ ተዛረበ ኣሎ ቤቱ ኣብ ባይቶ ትግራይ ክናዋሕ ይብሉን ኢሎም ወሎ ቤት ምክሪ ክናዋሕ ይብሉን ከምዘይናዋሕ ጌርና ኢና ንከይድ ኣለና እዚ ኩሉ ብልፅግናም ከናዋሕ ይደሊ ብዓቕሙ ማለት ዓቕሚ ተልእዎ ብወገን ትግራይ እውን ብወገን ኤርትራ እውን ብወገን ኣምሓራ ብዝኾነ ዘለዎ እዚ ጉዳይ ከናውሕ ዝደሊ ኣካል የለን። ገሊኦም ዓሰርተ መዓልቲ ኢሎም ክምነ ይኽእሉ፣ ገሊኦም ወርሒ ክምነ ይኽእሉ፣ ገሊኦም ሸውዓተ ሰሙን ክምነ ይኽእሉ፣ ክነውሕ ግን የብሉ። ከምቲ ናይ ቅድሚ ሕዚ ስኢሎ ፕሮትራክትር ዝኾነ ውግእ ዝተናውሐ ውግእ ክህሉ ኣይኽእልን። ትግራይ ግን ኣብዚ ብፕሪቶሪያ ዶ ኣልጀርስ ዶ ገታ ተባሂሉ
ኦኬ ብጣዕሚ ደስ ዘብል ዜና እዩ ብዝኾነ ክቡራት ተኸታተልተይ እዚ ካብ ረኣና ናብ ናይ ትግራይ ጉዳይ ክወስደኩም ከለኹ ከዓ ኣረጋይ ሓውና ኣብዚ ግዜ እዚ እንታይ እዩ ዝብል ዘሎ ሕብእብ ኣየድልን እዩ ዋላ እውን ሕብእብ ኣቢልካ እውን ክሕባእ ዘይክእል ጉዳይ እዩ ንትግራይ መፅዋ ዘሎ ንሱ ድማ ብከበባ ኣብዚ ቀረባ ግዜ ኩናት ከምዝጅምር ርዱእ እዩ ዝብል እስኪ ብዝኾነ ናብቲ ሙሉእ ቪድዮ ክወስደኩም ሕጂ ውን ንከታተል። ሐዚ ከቢድ መኸት እዩ ዝመፀና ዘሎ ሕብሕብ ኢተ ገርካ ሐዚ ምቅባር ኣየድልን ኣብይ ሕመድ ከም ቢያፍራ ክገብረና ንሕና ከም ቢያፍራ ከይንኸውን ኢና ንገጥም ዘለና ኣውዙይ እቶም ጥቅመኛታት እቶም ብሄራዊ ክሕደትን ጥልመትን ፈፂሞም ኣዲስ ኣበባ ካይዶም ዘለዉ ሓይልታት ሃፍትና ኣብ ሜዳ ከይተርፍ ንቃለስ እዩ ሕዚ ነቲ መንእሰይ ፈራሕ መንእሰይ ክፍጠር ገይሮም ብሄራዊ ጥቕሙ ኣሕሊፉ ዝህብ ታሪኹ ዘይዕቅብ እንኡ ዘይሕሉ ደጎል ዓደቦኡ ዘይሕሉ መንእሰይ ተፈጢሩ ሕዚ ናበይ ሂድማ ኮይና ንኣዲስ ኣበባ ኣዲስ ኣበባ ክውሕስቲ ድያ ዓፋር ውሕስቲ ድያ ሕዚ እቲ ማለት ካርቶም እንታይ ድያ ዝኾነት ዕናኩ ኮይና ካርቶም ሐዚ ሐዚ እንታይ ሓድሽ ፋሽን ወፂ እኒሀ ንእሽተይ ቅርሺ ዘለዎ ንእሽተይ ካብቲ ከፍቲ ኢሉ እንተሰሪቑ እንተሰሪሑ ሃፍቲ ዘለዎ ወድኻ ኣዲስ ኣበባ ደሰዲድካዮ እናተባሃለ ንኣዲስ ኣበባ ህድማ ኣዲስ ኣበባ ንሓንቲ ዘይትረብሕ ገዛ ናይ ኦሮሞ ብምልዮናት እናካረዩ ኦሮሞ ክልተ ግዜ ሰለስተ ግዜ ብደምና ይጫወቱና ኣለዉ ኢኮኖምና ንሳቶም ወኒኖሞ ውርደት እኮ እዩ ተጋሩ ደቂ ኣንስትዮ ምሩፃት ተጋሩ ጀነራላት ሳይንቲስት ምሁራት ክወልዳ ዝኽእላ ቆልዑስ ማንም ሓደ ገርፈ ጠቆሮሞ ማይ ተሓፅቡ ዘይፈልጥ ዘይረብሕ ቅርሲ እናሃበ የጨባልቕ ኣሎ እቲ ክቡር ማህፀን ናይ ትግራወይቲ ጅግና ክወልድ ዝኽእል ፅባሕ ይመራሳሕ ኣሎ እቲ ታሪክ ክሰርሕ ዝኽእል ፅባሕ ንግሆ ተማሂሩ ንትግራይ ለውጢ ከምፅ ዝኽእል መንእሰይ ኣብ ብራንዳ ኣዲስ ኣበባ ካፍ ኢሉ ዳቦ ይልምን ኣሎ ኣውዚ ትግዛዕ ኣንጠልጢሉ በይዛኻትኩም ሓግዙኒ እዚ ክሰርሕ ደልየ ከምዚ ዓይነት ስራሕ ስኢኒ እናበለ እታ ጫማ እንታይ ግዛዕ ትፅረግን እውን እቶም ጉራጌ ሒጆማ እቶም ካልኦት ብሄራት ሒጆማ ሕቲ ትግራዋይ ኣብ በረንዳ ወሲዶም ነን ፃርቃን ሓሻኽር ናይ ንፃርቃን ናይ ንጌታቸው ረዳ ብዘይኮነ መንገዲ ጉጉይ ዝኾነ መንገዲ ፖሊሲ ሰዊኾም ድራማ ሰሪሖም መንእሰይ ኣዲስ ኣበባ ኣስፊሮም እቲ መንእሰይ ኣብ ሓደጋ ኣቃሊዖሞ ሐዚ እንታይ እኒሆ ንዓዱ መምለሲ ስኢኑ እንደገና ጥርጡር እዩ ፅባሕ እዛ ኮይናት ኮሽ ምስ በለት ተኣሲሩ እቲ መንእሰይ ናበይ ከም ዝኣቱ ክትርእይዎ ኢኹም ፈፂሙ ንትግራዋይ ዝፈቱ ምምሕዳር ኣብ ኣንኮበር ተመስሪቱ ኣይፈልጥን ትሕመቕ ትፀብቕ ኣዲስ ኣበባ ዝህድም ነገር የብልካን ትምረር ትጥዓም ምስ ኣዲኻ ምስ ኣቦኻ ምስ ሓውካ ኣብ መሬትካ ዋላ ሞት ተመጽያ እውን ኣብ መሬትካ እያ ክትቅበር ዘለካ ካብዚ ወጻ ግን ኣዲስ ኣበባ ሓዲምካስያ ህይወት ክተድሕን ህይወትካ ክትድሕን ደጎል ዓደቦኻ ሓዲግካ እነኻ ሓዲግካ እነኻ ጥሓንጎ ወፂኦም ዝደፍርዋ ሰባት ንዕኦም መንገዲ ከፊትካ ታድም ከም ዘለኻ ኣይትፈልጥን ዘለኻ ማለት እዩ እዞም ከምዚ ዓይነት ኣተሓሳስባ ጉጉይ ዝኾነ ዝደስከለ ኣተሓሳስባ ዝወነኑ ቀሊል ዘይብሃል ቁፅር ዘለዎም ትማሊ እንታይ ይብሉ ነይሮም ኣዲስ ኣበባ ሰሚዕኹሞም ኢኹም እቲ መብዛሕቱ ግን ዓንተቦ ስለ ዝገለፅኩሞ እቲ ናይ ብፁሕ መድረኽ ዝበልኩሞ ናይ ብፁሕ እዩ ነይሩ ናይ ብሓቂ ንሱ ሳላ ዝሰራሕናሉ እዩ ከምኡ ኮይኑ እሞ ተጋሩ ከምዚ ዓይነት ናስፋሕና ንሕከይና ቀፃሊ ዝኾነ ውፅኢት ክምዝገብ ይኽእል እዩ ዝብል እምነት ኣለኒ ኦኬ ክቡራት ተኸታተልተይ ኣብ ናይ ኣረጋይ ምናልባት ዝተፈለየ ኣሓት ዝተፈለየ ርእይቶ ምስ ዝህለኩም ኣብ ቦታኩምን ምቕማጥ ኣይትረስዑ እንዳበልኩ ካብዚ ብምቅጻል ምስዚ ቪድዮ እዚ ዝተሓሓዝ ውን ሓደ ሓውና ዝተዛረቦ ኣሎ እንሱ እንታይ እዩ ዝብል ኣብቲ መግለጺኡ ኩሉ ነገር ዋላ ሓንቲ ነገር ዘይብልና እንከሎ ስለምንታይ ኢና ከምዘለና ኮይንና ንቀርብ እዩ ዝብል ብዝኮነ እስኪ ሓቢርና ንካታተል። ፍልፍል ድኽነትን ሕሰምን ውርደትን ትግራይ ግዝኣተ ሃፀይ ኢትዮጵያ እንዳሃለየት ትግራይ ካሕልፈላ ኣይኽእልን ኢና ንብል ዘለና ንሕና ንሰምዕ ነይርና ኣሕዋት ውድባት ዘቕርብዎ ዝነበሩ ንመማረፅታት ኣበይ ኮንካ እስራኤል ይብሉ ነይሮም ቻይና ይብሉ ነይሮም ኬንያ ይብሉ ነይሮም ኣበይ ኮንካ በበይ ሓሊፍካ ኢኻ ዝሰርሖ ካብ በበይ በበይ ይኽየድ ዶላር ካበይ ተምጽእ? ሓደ ነጋዳይ ትግራዋይ ካብ ቻይና ወይ ካብ ማእኸላይ ምብራቕ ኣቑሑት ከእቱ ተሓኒቑ ብማእኸላይ መንግስቲ ምጓነዪ ስርዓታት ትካላት ንኢትዮጵያ እንዳተድዓኸ በየናይ መገዲ ኢና ናብዚ ክንበጽሕ ንኽእል እዩ? እቶም ዓቕምታት ኣለዉ ንገልጾ ዝነበርና እዩ። በበይ ጌርካ ትሓልፍ? ሕዚ ዓንተወይ መዓት ፖሊሲታት ተውፅኡ ነይርኩም ካብ ሶሻል ዲሞክራሲ ካብ ወያናይ ዲሞክራሲ ካብ ባይታኣዊ ዲሞክራሲ ኣነ እኳ ኩልና ካፒታሊዝም ክንሃንፅ እንዲና ንዛረብ ዘለና ኩልና ድማ መንግስቲ ዝመርሖ ካፒታሊዝም ኢና ንብል ዘለና እቲ ካሊእ ናይ ሽማሽም ፍልልያት እዩ ሐዝሲ እተን ዝትብልወን ዘለኹም ፖሊሲታትስ ናይ ባዕልና ናይ ደገ ፖሊሲ ወፃኢ ጉዳይ ፖሊሲ ናይ ባዕልና ናይ ፎሬን ዳይሬክት ኢንቨስትመንት ፖሊሲ ዘይብልና ወይ ድማ ናይ ደገ ኢንቨስተራት ዝምልከት ፖሊሲ ዘይብልና ናፃን ልኡላውን ዝኾነ ፖሊሲ ዘይብልና ብመንግስቲ ኣዲስ ኣበባ ዘይምራሕን ዘይእለን ናባዕልና ልኡላዊ ዝኾነ ፖሊሲ ዘይብልናስ ናባዕልና ሞነታር ፖሊሲ ዘይብልና ገንዘባዊ ፖሊሲ ናባዕልና ብሄራዊ ባንክ ዘይብልና ናባዕልና ፊስካል ፖሊሲ ዘይብልናስ በበይ ሓሊፍና ኢና ብዛዕባ ናይ እስራኤል ኤግዛምፕል ናይ ኬንያ ኤግዛምፕል ናይ ቻይና ኤግዛምፕል ክንዛረብ ንኽእል ስለዚ ጸገም ትግራይ ኣብ ኢትዮጵያ ተሓኒቓ እያ ትጠፍእ ዘላ። ናይ ትግራይ ድኽነት ፍልፍሉ ኢምፓየር ኢትዮጵያ እዩ። ብስሩ እውን ካፒታሊዝም ዝበሃል ስርዓት እቶም ትብልዎም ዘሎ ማኑፋክቸሪንግ፣ ንግዲ፣ ኢንቨስትመንት እዚኣቶም ህንጸት ካፒታሊዝም እዩ። ኢትዮጵያ ድማ ግዝኣተ ሃጸይ እያ ካፒታሊዝም ክትሃንጽ ኣይትኽእልን። ነጻ ዝኾኑ ንካፒታሊዝም ምህናጽ ዝጠቕሙ ናይ ካፒታሊዝም ወይ ናይ ነጻ ዕዳጋ ትካላት ክትሃንጽ ኣይትኽእልን። ንነጻ ዕዳጋ ዝዳንዩ ዲሞክራሲያዊ ትካላት ክትሃንጽ ኣይትኽእልን። ብባህሪኡ ስርዓት ካፒታሊዝም ኣብ ኔሽን ስቴት እዩ ዝፍተ ጥር ትብል ኢምፓየር ከም ኢትዮጵያ ዝበለት ዓዲ ልምዓት፣ ሰላም፣ ዲሞክራሲ ኣብ ዓለም ዘረጋገጸት የላን፣ ኣብ ታሪኽ እውን ዘረጋገጻ ከይህልዋን ድሕሪ ሕዚ እውን ኣይህልዋን። ምናልባት ኢትዮጵያ ናይ መወዳእታ ብህይወት ዘላ ኢምፓየር እያ ክትቃበጽ ዲማ ዘለዋ። ኦኬ ክቡራት ተኸታተልተይ እዚ ካብ ረኣና ናብ ዝቕጽል ቪድዮ ክወስደኩም ከለኹ ከዓ ኣብዚ ቀረባ መዓልታት ዝጀመረ ኮንፈረንስ ኣብ መቐለ ማለት ፍልይ ብዝበለ መልክዑ እቲ ኮንፈረንስ እንታይ እዩ ዝብል እቲ ሜን ኣርእስቱ ማለት ዘበት ንሃገራዊ ንብሄራዊ ብርሰት ዝብል ክካየድ ጸኒሑ እቲ ኮንፈረንስ ኣብ ትማሊ ዝተዛዘመሉ ብዓሰርተ ሓደ ነጥብታት እዩ ተዛዚሙ። እስከ እንታይን እንታይን እዩ፣ ኣብ ምንታይን ኣብ ምንታይን ዘተኮረ እዩ እቲ ነጥብታትሲ ሓቢርና ንከታተሎ። በዚ መሰረት እነካይዶ ህዝባዊ መኸተ ዕዉት ንክኸውንን ከም ህዝቢ ካባና እንታይ ይድለ ከምዘሎ ተረዲእና ዝስዕቡ በዓል ዓሰርተ ሓደ ነጥቢ ናይ ቅዋም ነጥብታት ኣፅዲቕዳ ንተግባራውነቶም ከምንተግህ ወሲንና ኣለና። ሓደ። ድሕሪ ሕዚ ብሰላም ዝፍታሕ ሕቶ ከምዘየለን እዚ ሓይሊ ዝቕበሎ ናይ ሰላም ኣማራፅታት መሊኡ ዝተዓፀወ ምዃኑ እንተረዲእና ነቲ ዋሓስ ህላወና ዝኾነ ሰራዊትና ብሓይሊ ሰብ፣ ብሎጂስቲክስ፣ ብሞራልን ንምጥንቓር ቃል ንኣቱ። ክልተ፣ ናይ ቃልሲ ፍትሓውነት ዘረጋግፅ ኣሳታፋይነት ዘለዎ መኸተ ከነካይድ፣ ወሲንና ኣለና። ሰለስተ፣ ኣመራርሓ ሓይልታት መኸተ ፈታዊ ዘብዝሕ፣ ፀላኢ ዝቕንስ ስትራተጂ ተኸቲሎም ከቃሉስናን ክመርሑናን እንዳፀዋዕና ምሕዝነት ምስ ኩሎም ደለይቲ ሰናይን መቓልስትናን ዝኾኑ ህዝብታትን ሓይልታትን ውፅኢታዊ ክኸውን ካባና ዝድለ ኩሉ ዓይነት ድጋፍ ከምንገብር ቃል ንኣቱ። ኣርባዕተ፣ ግንባርን ደጀንን ዘተኣሳስር መኸተ ንምክያድ ውሑስ ደጀን ምህላው ወሳንነቱ ዓብዪ ምዃኑ ተረዲእና ከተማና ንዕሱባትን ጃሱሳትን ረመፅ ክትከውን ካባና ዝድለ ዘበለ ክንገብር ቃል ንኣቱ። ሓሙሽተ፣ ልኡኽ ጸላኢ ተሓንጊጦም ኣብ ውሽጥና ብምእታው ሰላምናን ሓድነታን ክዘርጉ ዝተዋፈሩ ውሑዳት ልኡኻት ጸላኢ ተሓታትነት ንምርግጋጽ ዝወጸ ናይ መኸተ ኣዋጅ ሰለስተ ሚእትን ስሳን ሽዱሽተን እዝባር ዕስራ ዓሰርተ ሸሞንተ ብቕልጡፍ ናብ ተግባር ክኣቱ ንሓትት። ሽዱሽተ ኲናትን ድርቅን ዝጸውር ኢኮኖሚ ምውናን ተቓሊስካ ንምስዓር ዘለዎ ትርጉም ብምርዳእ ናይ መፍረያይነት ዓቕምታትና ጸንቂቕና ብምጥቃምን ዝተረኽበ ሃፍቲ ካብ ብኽነት ብምድሓንን ቆጢብና ብምጥቃምን ትሉም ኣካይዳ ክህልወና ከምዘለዎ ተረዲእና ኣለና ንተግባራውነቱ ድሉዋት ምዃንና ነረጋግጽ። ሸውዓተ፣ ዝተሓንገጥናዮ መቃለሲ ዕላማ ፍትሓውን ግቡእን ክሳዕ ዝኾነ፣ ህዝባዊ መኸተና ምዕዋቱ ፈጺሙ ከም ዘየጠራጥር ብምርዳእ፣ ዝበረኸ ስነ-ልቦናዊ ጸብለልታ ንምዕቃብ ብጽንዓት ክንቃለስ ኢና። ሸሞንተ፣ እቲ ጥር ዝብል ምኽንያታውነት ዘይብሉ ጀኖሳይዳዊ ሓይሊ ብልጽግና፣ ጽባሕ ብዝገጥሞ ኩለመዳያዊ ስዕረት ዓቕሉ ጸቢብዎ ክፈጥሮ ዝኽእል ናይ ቀቢጸ ተስፋ ስጉምትታት ኣብ ልዕሊ ንጹሃን ወገናትና ክበጽሕ ዝኽእል ኪሳራ ዝቕንስን ዘትርፍን ናይ ሲቪላዊ ድሕንነት ዕማማት ብጊዜ የለን መንፈስ ክንሰርሕ ወሲንና ኣለና። ትሽዓተ፣ ብሽርሒ ናይ ደገን ናይ ውሽጥን ጸላእቲ፣ ኣብ ዘይ ሓጥያቶም መጋበርያ ውሑዳት ወንጀለኛታት ኮይኖም ናብ ዘይፈልጥዎ ዓዲ ኮብሊሎም ጽባሕ እንታይ ከም ዝገጥሞም ባዕሎም ውን ክግምትዎ ዘይክእሉ ሓደጋ ዝበጽሖም ዘሎ ዕጡቓት ይኹኑ ሲቪላት ተጋሩ ኣሕዋትናን ደቅናን ኣብቲ ዝሓለፈ ናይ ጥፍኣት ሰልፊ ዘርኣይዎ ጅማሮ እምቢታ ብምንኣድ መሊኦም ናብ ልቦነኦምን ናብ ዓዶምን ተመሊሶም ህዝቦም ከገልግሉ ፃውዒትና እንዳቕረብና ነዚኦም ናብ ሕብረተሰቦም ኣብ ምፅምባር ካባና ዘድሊ ዘበለ ኹሉ ከምንፍፅም ነረጋግፅ። ዓሰርተ፣ መግለፂ ባህልናን መንነትናን ዝኾነ በዓል ኣሸንዳ ንመኸተና ብዝብል ፅምብል እንትነኽብር ኣብ ድሮ እቲ በዓል፣ ኣብ ዝሓለፈ ግዜ ዝሰኣንናዮ ብሉጽ መርሓይና ተጋዳላይ መለስ ዜናውን ካልኦት ኩሎም ጀጋኑና ስውኣትናን ኣብ መሰል ዓርሰ ውሳነ ህዝብታት ዝነበሮም ጽኑዕ መርገጺ ንናይ ሕዚ መኸተና ዘለዎ ቀጥታዊ ትርጉም ተረዲእና መስዋእቶም ከም ዘይንጠልምን ሕድሮም ክሳዕ መወዳእታ ከም ዘይንዕብርን ቃል ንኣቱ። ኣብ መወዳእታ፣ ኣብ መላእ ዓለም ዘሎ ትግራዋይ ነዚ ብ ልዕሌና ተደጒሱልና ዘሎ ናይ ብርሰት ሽርሒ ተወዲቡን ሓድነቱን ኣጣናኺሩን ከም ዝሓለፈ ናይ መኸተ እዋን ታሪክ ክሰርሕ እንዳጸዋዕና ፈተውቲ ህዝቢ ትግራይን ማሕበረሰብ ዓለምን እውን ኣብ ጎድኒ ፍትሓዊ መኸተና ክስለፉን ቃልስና ክድግፉን ንጽውዕ። ዘበት ንብሄራዊ ብርሰት ሕድሪ ስውኣትና ኣይንጠልምን ዕስራን ሓደን ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣዳራሽ ኣግኣዚ መቐለ።
ኦኬ ክቡራት ተኸታተልተይ እዚ ክትርእይዎ ዝጸናሕኹም እዩ ምናልባት ኣብ ናይ ትግራይ ኣብዚ ሰብ እዚ ክዛረቦ ዝጸነሐ ዝተፈለየ ሓሳብ ምስ ዝህልወኩም ወይ ሃናጺ ርእይቶ ምስ ዝኸውን ኣብ ቦታ ኮመንት ኣቐሙጥ እንዳበልኩ፣ ኦኬ ኹቡራት ተኸታተልተይ እዚ ካብ ራእና ናብቲ ናይ መወዳእታ መደበይ ክወስደኩም ከለኹ ኸኣ ብርሃን ጁላ ኣብዚ ፋእ ብርሃን ጁላ ኣብዚ ቀረባ መዓልታት ወጽዩ እንታይ እዩ ዝብል ብርሃን ጁላ ንኩሉ ናይ ኢትዮጵያ መሬት ናይ መካላኪያ ሰራዊት ዶ ኣይኮነን ቅንጣብ ትኩን መካላኪያ ዘይብሉ ትርጉም ዘለዎ ኣይኮነን እዩ ዝብል ኣብ መወዳእታ ውን እንታይ እዩ ዝብል ስለምንታይ እዩ ንሕና ቀይሕ ባሕሪ ንከይህልወና እዚ ኩሉ ዝድከም ዘሎ ስለምንታይ ንሕና ቀይሕ ባሕሪ ምስ ንዝሕዝ ክንሕይል ዶ ኣይኮናን እዩ ዝብል ብዝኮነ እስኪ ናብ ናይ ብርሃኑ ጁላ ቪድዮ ክወስደኩም ሕጂ ውን ንከታተል።

እኛ የመንግስት ወታደሮች ነን በመንግስት ስር የምንኖር ነን። ኦኬ ኹቡራት ተኸታተልተይ ናይ ሎማዓንቲ ቪድዮ ነዚ ዝረኣኹሞ መስል ነይሩ ተማሂርኩምን ተዘናጊዕኹምን ክትኮኑ ተስፋ እናገበርኩ ፅባሕ ብኻሊእ ቪድዮ ክሳብ ንራኸብ ሰሰናዩ ንዓኹም ላይት ኢንተርቴመንት። Light Entertainment